እቲ ዝበለጸ መዓልትታት ናይ ዓመት ገይርዎ ረቡና ስብሓነሁ ወተዓላ፣ ኣብኡ ድማ እተዓጻጸፈ እተሰለዐ ዓስብታት ገይርሉ ረቡና ስብሓነሁ ወተዓላ፣ ፈለሁል ሓምዱ ወልሚና ናብዚ ዘብጽሓና ረቡና ስብሓነሁ ወተዓላ። ኣሕዋተይ ናይ ሎምዓንቲ መደብና ብዛዕባ ዓሰርተ ዚልሕጃ እዚ ንኣትዎ ዘለና ጽባሕ ወይ ድሕሪ ጽባሕ፣ ብዛዕብኡ ክኸውን እዩ ብኢድኒላሂ ሱብሓነሁ ወተዓላ። ጋሻና ምሳና ሸኽናና ወሓውና ኣሸኽ ጀማል እብራሂም ኣሎ። ነስኣል ላህ ሱብሓነሁ ወተዓላ ኣን የፍታሕ ዓለይህ ረቢ ሱብሓነሁ ወተዓላ ክፈትሓሉ ኣብዚ መዓልታት እዚ ዘሎ ፈድል ከምቲ ዝግባእ ገይሩ ክህበና እንዳተተመና ኣቐዲምና ንሸኽናና ሰላምታና ነሕልፈሉ። ኣሰላሙ ዓለይኩም ወረሕመቱላሂ ወበረካቱ ሸኽ ጀማል። ዓለይኩም ሰላም ወረሕመቱላሂ ወበረካቱ።

ኣላሁመ ኣሚን ኣላሁመ ኣሚን ሓቂቀተን ሸኽ ጀማል እንታይ ኢና ንብል ንሕና ዕድልና ብጣዕሚ ጽቡቕ እዩ ኣላህ ጀለ ውዓላ ናብዚ መዓልታት እዚ ከብጽሖ እንከሎ ረቢ ስብሓንሁ ወተዓላ ዕድመ ክህበካ እንከሎ እሞቲ ዕድመ ድማ ኣብቲ ዒባዳታት ትግበረሉ መዓልታት ከብጽሓካ እንከሎ ብጣዕሚ ዕድለኛ ሰብ ኢኻ ሕጂ እቲ ቀዳማይ ዕድል ረቢ ሂቡና እዩ እሱ ኸዓ ዕድመና ኣንዊሕዎ ፈለሁ ልሓምድ ወልሚና። እቲ ካልኣይ ዕድል ኣብዚ መዓልታት እዚ እንታይ ኢና ክንገብር ዘለና? እንታይ እዩ ብልጸታት ናይዘን መዓልታት እዚኤን? ንሰብ ንብሎ ኣለና ንረቢ ነመስግን ኣለና። በብዚ መዓልቲ ዝበጻሕና እንታይ ስለ ዝኾና እየን? እንታይ እየን ብልጫታት ናይዘን መዓልታት እዚኣተን ክትገልጹልና ሸኽና? ባረከ ላሁ ፊክ እዘን ቀዳሞት ዓሰርተ መዓልታት ዝልሕጃ ጠብዓን ከምቲ ኩላህና ንፈልጦ ትማሊ ትማሊ ወርሒ ሮሞዳን ምስቲ ውዕዉዕ ለይትታቱን ምዕሩግ መዓልታቱን ኣሕሊፍና ካብቲ ምቁር ፍሪኡ ውን ቀንጢብና ረቢ ይቀበለልና ሕጂ ድማ ጽባሕ ወይ ድሕሪ ጽባሕ እተን ካብ መዓልታት ናይ ኣዱንያ ዝበለጻን ዝተሓርያን መዓልታት ናይ ዝልሕጃ ህሩግ ይብላና ኣለዋ ኣላሁ ስብሓነሁ ወተዓላ ድልየቱ ይኸልቕ፣ ድልየቱ የጽድቕ፣ ድልየቱ ይመርጽ። ከምቲ ኣብ ቁርኣን ኣልከሪም ዝበሎ ወረቡከ የኽሉቁ ማ የሻእ ወየኽታር ከምቲ ካብ ደቂ ሰባት ነብያት ዝቐበኤ፣ ካብ ቦታታት ማካ፣ መዲና፣ ቤተልመቅደስ ዝሓረየ፣ ካብ ኣዋርሕ ወርሒ ሮሞዳን ዘብለጸ፣ ካብ ማይ ማይ ዘምዘም ዝመረጸ ካብ መዓልታት ከኣ ነዘን ዓሰርተ ቀዳሞት ዝልሕጃ መዳርግቲ ዘይብለን ዝተፈትዋን ዝተመርጻን መዓልታት ክኾና ኣላሁ ስብሓነሁ ወተዓላ ሓርይወን ኣብ ቁርኣን ኣልከሪም የቁሉ ኣላሁ ተባረከ ወተዓላ ወልፈጅሪ ወለያሊን ዓሽር እንታይ ማለት እዩ ኣላሁ ስብሓነሁ ወተዓላ ኣብዛ ሱራ እዚኣ ይምሕል ኣሎ ወልፈጅሪ ብወጋሕታ ይኹነኒ ወለያሊን ዓሽር ከምኡ ውን በዘን ቀዳሞት ዓሰርተ መዓልታት ዝልሕጃ ይኹነኒ ኢሉ ኣላሁ ሱብሓነሁ ወተዓላ በዘን መዓልታት እዚኤን ምሒሉ እዚ ድማ ዓብይ ምስጢር ከም ዘለወን የረደኣና ምኽንያቱ ኣላሁ ሱብሓነሁ ወተዓላ ዓብይ ስለ ዝኾነ ብዓብይ ነገር ብምስጢር ዘለዎ ነገር እዩ።

ፍሩያትን ፍሉይ ርዝነት ዘለዎን ከም ዝኾነ ካብዚ ኣያት ናይ ቁርኣን ኣልከሪም ንርዳእ ማለት እዩ። ነብይና ሙሓመድ ሰለሏሁ ዓለይሂ ወሰለም እውን ብዛዕባ እዘን ዓሰርተ መዓልታት እዚኤን ኣመልኪቶም ክዛረቡ እንከለዉ ይብሉ፣ ፈዐን ኢብኒ ዓባስ ረዲየሏሁ ዐንሁ ቃል፣ ቃለ ረሱሉሏሂ ሰለሏሁ ዓለይሂ ወሰለም፣ ማ ሚን ኣያሚን ኣልዐመሉ ሷሊሑ ፊሃ ኣሐቡ ኢለሏህ

ድሕሪኡ ካብዘን ዓሰርተ መዓልታት እዚኤን ዝበልጽ ኣብዘን ዓሰርተ መዓልታት እዚኤን ዝኾነ ይኹን ዓመለ ሷልሕ ዝስራሕ ንዐዐን ዝዳረግ የለን ኢሎም ረሱል ሰለሏሁ ዓለይሂ ወሰለም ምስ ኣወጁ ሰሓባ እንታይ ኢሎም ወላ ካብ ጂሃድ ኢሎሞም ረሱል ሰለሏሁ ዓለይሂ ወሰለም ወላ ካብ ጂሃድ ኢላ ሓደ ሰብ ንብረቱን ብነፍሱን ከይዱ ብኡ ንብኡ ዘይተመልሰ ተዘይኮይኑ ካልእ ግን ኣብዘን ዓሰርተ መዓልታት እዚኤን ዝሰርሐን ዝኾነ ይኹን ምግባረ ሰናይ ንዐኣተን ዝዋዳደር ኣብ ኣጅሪ ይኹን ኣብ ብልጸት ፈጺሙ የለን ማለት እዩ። ስለዚ ኣስላማይ እተን ኣብ ህይወቱ ዝኸበራ መዓልታት እዘን ቀዳሞት ዓሰርተ መዓልታት ዙልሕጃ እየን። ኣስላማይ ኣብ ህይወቱ እተን ዝኸበራ ለይትታት እተን ዓሰርተ መወዳእታ መዓልታት ናይ ሮሞዳን እየን። ስለዚ ኣብዘን ዓሰርተ መዓልታት እዚኤን ትገብሮ ዝኾነ ይኹን ዓመለ ሷልሕ ኣብዘን ዓሰርተ መዓልታት እዚኤን ትቐርኦ ቁርኣን ካብ ኣብ ካልእ መዓልታት ትቐርኦ ይበልጽ ወላ ውን ካብ ሮሞዳን ወላ ውን ካብ ሮሞዳን ኣብዘን ዓሰርተ መዓልታት እዚኤን ትገብሮ ዚክር ካብ ኣብ ካልእ መዓልታት ትገብሮ ዚክር ይበልጽ ወላ ውን ካብ ሮሞዳን ወላ ውን ካብ ሮሞዳን ኣብዘን ዓሰርተ መዓልታት እዚኤን ትገብሮ ሰደቓ ካብቲ ኣብ ካልእ መዓልትታት ትገብሮ ሰደቓ ይበልጽ። ኮታ ዝኾነ ይኹን ዓመለ ሳልሕ ኣብዘን ዓሰርተ መዓልትታት እዚኤን ትገብሮ ካብ ዝኾነ ይኹን መዓልትታት ዝበለጸን ሰፍ ዘይብል ኣጅሪ ከም ዘለዎን ነብይና ሙሓመድ ሰለላሁ ዓለይሂ ወሰለም ገሊጾምልና። እቲ ካብቲ እዘን ዓሰርተ መዓልትታት እዚኤን ብልጸት ናተን ዝያዳ ክብ ዝብለለን እንታይ እዩ ኢሎም እተን ቀንዲ ዒባዳታት ተባሂለን ዝፅውዓ ከም ሰላት፣ ስያም፣ ሓጅ ከምኡ እውን እንታይ ማለት እዩ ብሙሉአን እዚኤን ማለት እዩ ሰደቓ እዚኤን ኩለን ብሓንሳብ ክትጥምረን ኣይትኽእልን ኢኻ ኢላ ኣብዘን ዓሰርተ ዙልሕጃ እዚኤን ምናልባት ክትፀውም ትኽእል ኣብ ዝኾነ መዓልቲ ክትፅደቕ ትኽእል ኣብ ዝኾነ መዓልቲ ክትሰግድ ትኽእል ኣብ ዝኾነ መዓልቲ